ከምዚ ዝብል ናይ ኣቦታትና ምስል ኣሎ ተበዳሊ እምበር በዳሊ ኣይዝከርን እዩ ከም ዝበሃል እዚኣ ልክዕ ብቐጥታየ ኣብ ህይወተይ ርእያ ነቱም ሰባት ንበደሉ ንበደላ ከምዚ ኢላ እትነቅጽ ሰብሲ ኣነ ብዓይነይ ክርእየ ኢለ ተስፋ ገይረ ኣይፈልጥን ደሓር ግን ነዛ ምስላ እዚኣ ብኸምዚ ዓይነት ፈውሲ ፈዊሰያ። መርዚ ንባዕልኻ ሰቲኻ እቲ በዳሊኻ ክሞተልካ ኢልካ ምጽባይ። ከምዚ እንተኾይኑ ደኣ እሞ ኣነ ስለምንታይ ተበዲለ ኢለ ርእሰይ ብትራኦማን ብኻልእ ሕማማትን ጭንቀትን ድጽቀጥ? ስለምንታይ? መቸም ኩላትና ናብ ስደት ምስ ወጻና ዘየጋጥመና ነገር የለን። ናተይ ከኣ ፍልይ ዘብሎ ምስ ስድራቤትና ኢና ንስደት ወጺና። በቲ ጥዑም ግዜ ህም ዶ ክንብሎ ጥዑም ግዜስ ጥዑም ግዜ እዩ ኔሩ ውግእን ካልእ ነገራትን ኣዝዩ ዚሕልሉ ዝነበረ እዋን ኣብቲ ናተይ እዋን ከኣ ካብቲ ብደገ ንሰምዖ ወግእን ካልእ ነገራትን እቲ ብውሽጢይ ጽልዋ ፈጢሩ ንዓይ ካብ ቤተይ ክሳዕ ዝፈላለ ዝገበረኒ ዘጥረኾ ባህሪ እዩ ክሳዕ ሻምናይ ክፍሊ ኣነ ኣብ ኤርትራ እየ ተማሂረ ወለደይ ምሁራት ናይ ስነ ሃይማኖትን ካልእ ትምህርታት ወሰኽ ዝነበሮምን ሰባት እዮም ቀለልቲ ሰባት ኣይኮኑን ኔሮም ኣዝዮም ጽልዋ ፈጠርቲ ኣብ ከባቢኦም እዮም ኔሮም ካብዛ ናይ ጁንየር ግዜ ንንዮ ግና ኣቦይ ንሕና ንሱዳን ክንሓልፍ ከም ዘለና ኩሉ ነገር ወዳዲኡልና ከም ዘሎ ከኣ ሓቢርና ኣፋኒና ከይዱ ንሕና ከኣ ጉዕዞና ቀጺልና ብከሰል ኣቢልና ንካርቱም ኣተና ኣብ ካርቱም ከኣ ሓውቦይ ስለ ዝነበረ ንሱ ተቀቢሉ ኣብ ገዝኡ የእቲና ክሳዕ ባባኹም ዝመጽእ ኣብዚ ጽንሑ ኢኹም ብምባል ከኣ ንሱ ስርሑ እንዳ ከደ ንሕና ከኣ ኣብ ገዛ ጸኒሕና ንዑ ክንቅበሎን በቃ እዚ ኮይኑ ናብራና ኔሩ ንከባቢ ክልተ ዓመት ከምዚ ኢልና ድሕሪ ምጽናሕና ከኣ ኣቦይ ምስ ኣደይ ኮይኖም ብሓንሳብ ናብ ሱዳን መጹ። ሱዳን ነቦይ ወልሓንቲ ከም ጋሽ ባርካ እያ ምክንያቱ ካብ ንኡስ ዕድሚኡ እዩ ሸቀጥ ወድ ሸቀጥ ጀሚሩ በግማል ካብ ከሰላ ጫማታት እንዳምጸኣ ካልእ ካልእ ንብረታት እንዳምጸኣ እዩ ነዚ ገንዘብ ሕጂ ክውንኖ ዝክኣለ። መበገሲ ዘይብሉ ነገር እባ የለን ኣብቲ ክሳዕ ሻምናይ ዝነበርኩሉ እዋን ነቦይ ብፍቅሪ እየ ዝጥምቶ ኔረ። ኣቦይ ናይ ፍቅሪ ኣቦዩ እንዳ በልኪየ ዝምከሓሉ ካብቲ ሻምናይ ንኒው ዝነበርኩሉ እዋን ኣብዚ ሕጂ ውን ምስ መጹ ኣቦይ ብጣዕሚ ተሪር ምኻኑ እየ ተማሂረ ማለት ሓደ ሰብ ከመይ ጌሩ ክልተ ገጽ ሒዙ ክጓዓዝ ይኽእል ብምባል ክኣ ገሪምኒ ኣቦይ ዲኻኽ እንዳ በልኩ ብውሽጠይ እየ ዝእዘዞ ኔረ ኣቦይ ድሕሪ ምምጽኡ ክኣ ንሕና ስሩዕ ትምህርትና ጀሚርና ኣደይ በቲ እናተኸታተለት ኣቦይ ከኣ ዘድልየና ነገር ብምቕራብ ኩሎም ነናቶም ሓላፍነት ይወጹና እዮም። ኣነ ኣብዚ ዕድመ እዚ ብዙሕ ትምህርቲ ድፈቱ ሰብ ኣይኮንኩን ነይረ ግን እንታይ እሞ ክገብር ዝሃበካ ምቕባል እዩ። ኣነ ካብ ትምህርቲ ንላዕሊ ምስ መሓዙተይ ወጽየ ክዘናጋዕ ክጻወትን ሆይ ሆይ ክብልን በዚ ነገር እዚ እየ ግድስቲ ነይረ። ኣቦይ ኣብ ዓዲ ስደት ጓለይ ከይትበላሸወኒ እንዳበለ ብብዙሕ ነገር እዩ ዝከታተለኒ ነይሩ። ማለት ናብ ቤት ትምህርቲ ክኸይድ ከለኹ ንዓይ በታ ናቱ ሒዝዋ ዝነበረ ሞተር ሳይክል የብጽሓንን ይመልሰንን ነይሩ። ካብዚ ዝተበገሰ ኣነ የዕሩኽ ክገብር ኣይከኣልኩን። ምኽንያቱ ኣቦይ ብጣዕሚ ተሪር ምዃኑ ካባይ ሓሊፉ ካልኦት ሰባት እውን ክፈልጥዎ ሰለዝጀመሩ። ምስ ዝኾነ ወዲ በጋጣሚ ወይ ምስ ጓል ተጸኒሐ ቀልጢፉ ንኸፈላልየና ግዜ ይወስድኒ ነይሩ። ካብ ትእዛዝ ናይ ኣቦይ ሓንቲ መዓልቲ እንተ ወጺኤ ኸኣ ድሓልፎ ባዕለይ ድፈልጥ። ክሳብ ሰብ ከተዓርቐኒ ዘይክእል ደረጃ'የ ዝበጽሕ ነይረ። ብምቕጥቃጥ ኮነ ብኻልእ ቆይቓን ንዓይ ፍልይ ዝበለ'ዩ ነይሩ። ምኽንያቱ ኣብ ገዛና ኣነ በይነይ ጥራይ'የ ጓል። ከምዚ ኢለ እንዳ ቀጸልኩ ኣነ ናይ ኮለጅ ተማሃሪት ኮይነ ኣቦይ ካብቲ ዝነበሮ ኣተሓሕዛ ንዓይ ፍኹስ ዝበለ ኣተሓሕዛ ክሕዘን ጀመረ። ማለት ሕጂ ባዕለይ ከብጽሓኪ እየ፣ ባዕለይ እየ ክመልሰኪ ዝብለን ዝነበረ። ንሱ ነገር ተሪፉ ኣነ ባዕለይ ክኸይድን ባዕለይ ክመጽእን ክልተ ሰለስተ ይዕሮ ንኽግበረለይ ከኣ ባባ ኣፍቀደለይ። ግን መን እዩሞ ክቐርበኒ? ኣብዚ ሕጂ ሰዓት ቅድም እዩ ክኾን ነይርዎ። ምኽንያቱ ዝኾነ ዝምድና ግዜ ስለ ዝወስድ ኣነን ንሳን ወይ ከኣ ኣነን ንሱን ካብቲ ግዜ እቲ ተንላለ ነይርና ዝብል ኣተሓሳስባ ኣብ ኣእምሮይ ክመላለስን ከጨንቐንን ጀመረ። ልክዕ ከምታ ዕድሜኣ ዝሓለፋ ጓል ኣንስተይቲ እሞ መርዓ ክምርዖ ኣይክእልን ኢላ እትሓስቦ ሓሳብ፣ ከምኡ ዓይነት ሓሳብ እዩ ከጋጥመኒ ጀሚሩ። ምኽንያቱ ኣብ ግዜ ንእስነተይ ዘይሓዝክዎ ሕጂ ምስ ዓበኹ ደኣ ከመይ ኣቢለ? እቲ ናብራ ንዓይ ኣዝዩ ሓደሸኒ። ትምህርተይ እናቐጸልኩ ከለኹ፣ ምስ ሓደ ወዲ ንዓይ ብሰለስተ ዓመት ዝዓብየኒ ይላለ እሞ ብጣዕሚ ይፈትዎ እቲ ዝምድና ንዓይ ስለ ዝሓደሸኒ እዩ ማለት ኣብ መንጎ ወድን ጓልን እሞ ከኣ ተቀራራቢ ዕድመ ዘለካ ብጣዕሚ እዩ ደስ ዘብል ስለዚ ነዚ እንዳፈተክዎ ከድኩ ነዚ ወዲ ከኣ ኣነ ብሰለስተ ዓመት እየ ዝንእሶ ኣብቲ ኮሌጅ ንሱ ቅድመይ ኣትዩ ነይሩ ክወጽኣሉ ዘለዎ ግዜ ከኣ ሓንቲ ዓመት ጥራይ ተሪፋቶ ዘላ ናተይ ናይ ዲፕሎማ ስለ ዝነበረ ጌና ሰለስተ ዓመት ይጽበየኒ ኣሎ፣ ስለዚ ከመይ ከመይ ክኾን ኣረኻኽባና ብምባል ኩሉ ሳዕ'የ ዘጨንቖ ዝነበርኩ። እዚ ኣዝየ ዝፈትዎ ሰብ ከኣ ናይ ኣቦይ ነገር የዕሊልዮ ስለ ዝነበርኩ ንሱ ባዕሉ ኢዩ ነቲ ግዜ ኣብ ከምዚ ክንራኸብ ኣልና ኣብ ከምዚ ድማ ክንረኽብ የብልናን ኢሉ ዘውጽኦ። ሓደ መዓልቲ ካብተን መሓዙተይ በርዝ ደያ ይኣክል እሞ መሓዛይ ብሓንሳብ ደኣ ዘይነማሲ ምኽንያቱ በርዝ ደይ ብሓንሳብ ከይና ነብዕሎ፣ ንባባኻ ዋላ ባዕለይ ከፍቅደልኪ እየ። በለትኒ። ደው ኢላ ከኣ ነቦይ ኣነ ኣብ ገዛ ከለኹ ተዛረበቶ፣ ምኽንያቱ ዘረባና ብሞባይል ስለ ዝነበረ። ጽን ኢለ ክሰምዖ ድሕሪ ምጽናሕ ከኣ። ኣነ እኮ ንዓ ሓደይ ደኣ እምበር ከምዚ ኢልኪ ንስኺ መታን ከተፍቅድላ ካልኣይ ኣካል ሳልሳይ ኣካል ስለ ዘድልየኒ ኣይኮነን እዛ ጓለይ ግን ጓል እያ ኣብ ጽቡቕ ደረጃን ቆልዓኣ ሓቚፋን ክትርኢ እየ ዝደሊ ኣነ። ሰላም ገይራ ነዚ ናይ ዓለም ናብራ ክትነብሮ። እምበር ኣነ ይጸላ መዓስ ኮይና ኢሉ መለሰላ። ከምዚ ኢሉ ምዝራብ ባባ ከመሳስል ዝደለየ እዩ ዝመስለኒ ነይሩ። ከምዚ ኢለ ተፈቒድለይ ንበርዝደይ ድኸውን ክዳን ተገዚእለይ ናብ መሓዛይ ከድኩ። እዛ መሓዛይ እቲ ናይ በርዝደያ በዓል ኣብ ገዛ ኣይኮነትን ክተብዕሎ። ኣቦኣ ኣብ ደስ ዝበለኪ ከድኪ ተኻሪኺ ገዛ ደስ ዝበለኪ መሸላለሚ ሸላሊምኪ ዕድሜኺ ኣኽብሬኽ ዛጓለይ ብምባል ሰልዲ ከም ዝሰደደላ ኣዲኣ ብምኽንያት ናይ ስራሕ ነገር ኮይንዋ ካብቲ ዝነበርናዮ ናይ ሱዳን ከባቢ ቁርብተይ ርሕቕ ኢላ ስለ ዝነበረት ክትመጽእ ኣይከኣለትን ብኸምኡ'ዩ ከኣ ኣቦኣ ኣብ ደስ ዝበለኪ ገዛ ተኻሪኺ ምስ መሓዙትኪ የሕልፍዮ ዝበላ እዛ መሓዛይ ከኣ ከምቲ ኣቦኣ ዝበላ ነቲ ገንዘብ ተቐቢላ ናይቲ ትገብረሉ ቦታ ከም ዝኸፈለትን ባዕሎም እቶም ከምኡ ዘካረይዋ ገዛ ከኣ ናይ ደኮሬሽን ይሰርሑ ስለ ዝነበሩ ኩላቶም ወዳዲኦምላ ድሕሪ ሓደ ሰዓት ክልተ ሰዓት ኣቢላ ክትመጽእ ከም ዘለዋ እዮም ነጊሮማ። ብናይ መሓዛይ ፍጥነት ኣነ ብጣዕሚ እየ ተገሪመ ምኽንያቱ ማዕረ ክንድዚ ነዛ ዓዲ ከመይ ጌራ ኣጽኒዓቶ ብምባል ኣዝየ ተገሪመ። ወላዲ ኣቦይ እዚኣ ጊፍቲ እዚኣ በቃ ንመሓዛኺ ሃብያ ብሽምኪ ግን ሃብያ ኢኺ ኣቦይ ሂብኒ ገለ ከይትብሊ ብሽምኪ ሃብያ ክዛ ጓለይ ኢሉ ዓሻሺጉ ሓንቲ ንብረት ይህበኒ። ናብታ ተብዕለሉ ዝተኻረየቶ ገዛ ከኣ ኣብኡ በጻሕና። ቅድሚ ኩሉ ሰብ ናብኡ ስለ ዝበጻሕና ሰባት ዝበሃል ኣይነበረን። ብድሕሪኡ ግን ሰብ በብሓደ በብሓደ ክመጽእ ነታ ገዛ ከኣ መልእዋ። ዘይተጸበኽዎ ከኣ እዚ ፍቃርየይ ኣብኡ ክመጽእ ከኣለ። ኣነ ብጣዕሚ ተገሪመ ዋእ ኣታ እንታይ ትግምት ኢኺ ኣብዚ ብምባል ከኣ ክልቴና ተሓታትትና፣ መሓዛይ ኣኮ ንዓይ፣ ንስኻ ከምዚ ክትገብር መጺኻ ናብዚ? ኢለ ከዋጥሮ ፈተንኩ። ንሱ ከኣ ዋእ! እሞ ጓል ሓወቦይ ኣኮ ንሳ! ኢሉ ተዛረበኒ። ዋእ! ብኸመይ ከምኡ ትብል ኣለኻ? መረጋገጺ ከይሃብካኒ ኣይኣምነካን እየ። ኢለ ተዛረብኩዎ። ንሱ ከኣ ዋይ! ንዒ በል ጸውዒያ ደሓን! በለኒ። ምስ መጸት ዋይ! ወዲ ሓወቦይ ጓል ሓወቦይ እናተባህሉ ሰላም ክበሃሃሉ ጀመሩ። ኣነ ደንጺዩኒ ዋእ! ናይ መዓስ ደኣ ደቂ ሓውቦ ኮንኩም ንስኹም። ጸወታ ይፈትዉ ስለ ዝነበሩ ናይ ሕጂ ኮይና ኣለና ሕጂ ሕጂ ደቂ ሓውቦ ሕጂ ተፈራሪምና ኣለና ኢሎም ኣሰሓቑኒ። እቲ በቲ ስፒከር ተወሊዑ ዝነበረ ናይ ክላሲካል ድምጺ ብሓንሳብ ናብ ደርፊ ብምልዋጥ ኩላትና ክንስዕስዕ ከም ዘለና እዛ መሓዛና ትነግረና። ሳዕስዒትና ንእሽተይ መስተ ጥዒመ ስለ ዝነበርኩ ኣነ ርእሰይ ክቆጻጸሮ ኣይከኣልኩን። እዚ ፍቃሪየይ ከኣ እንታይከ ኮንኪ ደሓን ዲኺ እንዳበለ እዩ ዝሓቕፈንን ብሓንሳብ ከኣ ክንስዕስዕ ዘገድደንን ዝነበረ። ማይ እንዳሃበ ከኣ ናብ ርእስኺ ተመለሲ በሊ ኣጆኺ ኢሉ ሳዕስዒቱ እዩ ቀጺሉ። ካብዚኣ እንተብዚሐ ኣነ ርእሰይ ክቆጻጸራ ስለ ዘይክእል ኢለ ከኣ ገዲፈያ ምስኦም ክስዕስዕ ጥራይ ጀመርኩ። ንእሽተይ ከኣ ንፋስ ክረም ኣለኒ ኢለ ድሕሪ ምውጸኤይ እዚ ፍቃሪየይ ደድሕረይ ተሻቒሉ ወጸ። እንታይ እያ ደሓን ዲኺ ደኣ? ኢሉ ሓተተኒ። ገና ወላ ሓንቲ ኣይኮንኩን፣ ርእሰይ ጥራይ እያ ንእሽተይ ቃንዛ ትገብረለይ ኣላሲ፣ ብኸምኡ እየ ንፋስ ክወስድ ኢለ ዝመጻኹ። እቲ ናይ መሓዛይ ናይ በርዝደይ ኣስረንስርዓት ንእሽተይ ስለ ዘምሰና፣ ቁርብተይ ክወግሓና ጀመረ። ምስዚ ኣፍቃሪየይ ከኣ ክተሓኾኾፍን ክሰዓዓምን ካልእ ካልእ ነገራትን ክገብር ጀመርኩ። እዚ ነገር'ዚ ግን ካብ ኣእምሮይ ወጻኢ ደኣ እዩ'ምበር፣ ባዕለይ ሓሲበ ኣይኮንኩን ዝገብሮ ነይረ። ከምዚ ከምዚ እንዳበልኩ ከኣ ናብታ ኣብ ልዕሌና ዝነበረት ሆቴል ኣትየ ይሓድር። ግን በይነይ ኣይኮንኩን፣ ምስ'ዛ ኣፍቃሪየይ ብሓንሳብ ኣብ ዓራት ኢና ተራኺብና። ንግሆ ምስ ተሳእኩ ከኣ ሰንቢደ ድሕሪት ምትሳእ፣ ኣንታ እንታይ ንገብር ኣለና ኣብዚ ከባቢ? እንታይ ንገብር ኣለና ኣብዚ ገዛ? ዋእ ገዛይ ተኾንከ ዘይወሰድካኒ? ብምባል ሓተትክዎ። ንሱ ከኣ ንሕደር ንሕደር ምስ በልክኒ ብሓንሳብ ተታሓሒዝና ሓዲርና። ካልኣይ ከኣ እኮ። ግን ምስ ክንደይ እሞ ዘይሓድር ናይሕና እንታይ ኾኾንኪ ክስተይ ትገብሪ ዘለኺ ትሕድሺ ዘለኺ ካብተን ካልኦት እኮ ዋላ ሓንቲ ደፍሊ እኮ ነገር የብልክን ኢሉ ብድፍረት መለሰለይ መዓልታት በዋርሓት እናተተኻኸኣ ብዙሕ ተምላስ ተምላስን እቲ ወርሓዊ ጽግያተይ ከኣ ኣቋረጸ ነዚ ፍቃርየይ ደዊለ ከኣ ኣነ ሕክምና ከይደ ቸክ ጌረ ኔረ ናይ ኣርባዕተ ወርሒ ጥንስቲኪ ተባሂለ ኣለኹ ስለዚ ኣነ ነቦይ ከመይ ጌረ ክነግሮ ዝኽእል ኢለ ኩሉ ፍለጥክዎ ንሱ ከኣ እንታይ ትብሊ ኣለኺ ግን ካባይ ኢኺ ሹር ኢኺ ኢሉ ተዛረበኒ ትቅብል ኣቢለ እባ ደኣ ኣነስ ናይ ትግርኛ ፍሊም ሰርሓልካ ኣለኹ እዚ እኮ ፍሊም ኣይኮናን ንነብር ዘለና ሂወት ኢና ንነብር ዘለና ተረዲካ ኣሎ ድዩ ኢለ ተሰሚዐ እንተ ዛረብኩዎ ንሱ ክቅበሎ ኣይከኣለን ምኽንያቱ ኣብዚ ንኡስ ዕድመይ ከመይ ጌረ ኣነ ከምኡ ክገብር ይኽእል ኢሉ እዩ ክጠልመንን ክኽሕደንን ዝሓሰበ። ኣብዚ ሓዲ ሰዓት ግን ናይ ኣቦይ ነገር ደኣ እምበር ናቱስ ዓቢ ጉዳይ ኮይኑ ኣይተሰማዓንን። ኣዝየ ተጨነቕኩ። ምኽንያቱ ኣቦይ እዚ ነገር እዚ እንተሰሚዑ ክቐትለኒ ምዃኑ ፍሉጥ እዩ። ስለዚ ቀልጢፈ ኣነ ወይ ከስድዶ ኣለኒ ወይ ከኣ ዝኾነ ነገርሲ ክገብር ኣለኒ። ግን ሓንቲ ፍታሕ እያ ዘላትኒ በቃ ከስድዶ ኣለኒ ኢለ ኣብ ህይወት ሓንቲ ኣማራጺ ከም ዘላ ብኣ ተቓንየ ይሓስብ ነበርኩ። ሕልናኻ ዘይፈትዎን ኣምላኽ ድማ ዘይፈትዎ ነገር ካብ ምግባርሲ ዝወለደት ትውለድ በቃ ኣነ ክነግራየ ንማማ ኢለ ንማማ ከይደ ነገርክዋ ኣደይ እዋእ እሞ ከተቐኒና ዲኺ ኣብዚ ገዛ ኣቲ ጉዳመኛ ኣቲ እንዳበለት ክትድግድገኒ ክትሃርመንን ጀመረት በሊ ቀልጢፍኪ ተስድድዮ ሕጂ ቀልጢፍኪ ተስድድዮ ኢላ ኣምሪራ ተዛረበትኒ ኣብ ናይ ኣደይ ቦታ ኮይነ ኣብዚ ሕጂ ሰዓት ክሪኦ ከለኹ ብጣዕሚ ከቢድ እዩ በዚ ሕጂ ሰዓት ዘለኹዋ ኣነ ኣደየ ኣብ ናይ ኣደይ ቦታ ኣትየ ሕጂ ክሪኦ ከለኩ ንዓይ ብጣዕሚ ቀሊል እዩ ኣብቲ ሽዑ ሰዓት ግን ብጣዕሚ ከቢድ እዩ ምክንያቱ ኣደይ ከምዚ ክትብለኒ ኣደይ ከምዚ ክትገብረኒ እንዳበልኩ ንምፍራድየ ዝቃህደም ነይረ እዚ ሕጂ ሰዓት ግን ሓልዮት ከምኡ ከምዘዛረባ እየ ተረዲኤ። ኣቦይ ነዚ ምስ ፈለጠ ካብኡ ዘይጽበዮ ነገር እዩ ኮይኑ መጀመርታ ዋላ እኳ እንተ ሓዘነ ደሓር ግን ሽማግሌታት ክሰዱ ከም ዘለዎም ነደይ ነገራ። ንሳ ከኣ ነዚ እኳ ተቐቢላቶ እንተ ነበረት፣ ኣቦይ እሞ እዛ ቈልዓ ግን ተመርዕያ ሕጂ ኣይትወጽእን እያ፣ ምኽንያቱ ትምህርታ ጌና ኣይወደእትን ዘላ፣ ትምህርታ ትወድእ፣ ብድሕሪኡ ናታ ምርጫ እንታይ ምዃኑ ንሰምዕ፣ ኢሉ ነደይ መመሊሱ ክነግራ ጀመረ። ንሳ ከኣ እሞ ሕጂኸ እንታይ ትኾን ኢኻ ትብለን ደለኻ? ኢላ ከረድኣ። ሓተተቶ። ሕጂ ከም ዝብለኪ ዘለኹ ንእሽተይ ድግስ ጌርና ምስቶም ሽማግሌታት ምስ ስድርኡ ማለት እዩ ምስኦም መላለዪ ጥራይ ንገብር። ብድሕሪኡ ዘሎ ግዜ እዛ ቆልዓ ኣብዚ ገዛ ኮይና ውራይ ጥዕናኣን ውራይ ትምህርታን ትገብር ምኽንያቱ ኣብዚ ሰዓት እዚ ንሳ ንሓዳር ኢላ እንድሕር ወጺኣስ ኩሉ ነገራ ክትከስር እቲ ፍልጠት ክትከስር እያ በቲ ከኣ ኩሉ ሳዕ ድርቁስቲ ኮይና እያ ክትነብር። ስለዚ ከም ሰባ ክትነብር ስለ ዘለዋ ኢኹም ኢለኪ ኢሉ ትርር ኢሉ ተዛረባ። ማማ በዚ ዘረባ እዚ ደስ ኣይበላን ምኽንያቱ። ኣቡኡ ዘይፍለጥ ድቓላ የዕቢና ክንበሃል እሞ ከኣ ስምና ክጽረፍ ዋእ ኣታ ሰብኣይ ኣለኻ ዲኻ ኢላ ከም ዝደቀሰ ጌራ ተበራብሮ ጀመረት። ንሱ ግን ኣሎኹወ ኢሉ ኣብ ጎነይ ክቐውም እየ ርእየዮ። ኣቦይ ኣብ ጎነይ ኣብ ከምዚ ግዜ ምሳይ ክኸውን ኢለ ሓሲበ ኣይፈልጥን እየ። ወላዲት ኣደይ ግን ኣቦይ ይጽለል ከም ዘሎ ንኹሎም ሓወቦታተይን የሕዋታን ደዊላ ነቲ ሰብኣይ እዚ ዓገብ በሉለይ ኢላ ንኹላቶም ተዛረበቶም። እቲ ኣብኡ ዝነበረ ሓወቦይን ነደይ ሓዋ ከኣ ኣብቲ ቀረባ እዋን መጺኡ ዝነበረ ክልቲኦም ኮይኖም ተዛረብዎ። ባባ በቲ ናቶም ሓሳብ ክሰምር ዋላ ተዘይደለየ ግን እንታይ እሞ ይገበር ድሕሪ ክንደይ ግዜን ድሕሪ ክንደይ ዘረባን ኣቦይ በቲ ናቶም ሓሳብ ክጭነቕ ሰዝጀመረ በቃ ግደፉኒ ሕጂ ኣነ ንጓለይ ናይ መጻኢ ነገር ሓሲበላ ኮይነ ደኣ እምበር ከምዚ ንስኻትኩም ትብልዎ ዘለኹም ጨኪነ ኣይኮንኩን ኢሉ ዘለዎ ወጻኢታት ከውጽእ ጀመረ ንዓይ ንቤሎ ንመርዓይን ዝኸውን ንዕኡ ስድርኡ ከኣ ክቃረቡ ከምዘለዎም ተዘይኮይነ ሓገዝ ዘድልዮም ተኾይኑ ኣቦይ ክሕግዞም ከምዝኾነ ነገሮም። ስድርኡ ኮነ ስድራይ ብገንዘብ ዝሽገሩ ስለ ዝጸንሑ ከኣ እቲ መርዓ ብዘይ ስክፍታ እዩ ዝሓለፈ። ናይ ሓዳርና ገዛ ተፈሊልና ከኣ ሕጹነትና ሀይ ኢልና ጀመርና። እዚ በዓል ቤተይ ማለት ኣፍቃርየይ ናይ ንእስነት ነገር ኣይበለየሉን መስለኒ ዋላ ኣብ ግዜ ሕጹኖትና ምሳይ ብዙሕ ግዜ ኣይወስድን እዩ ነይሩ። ንግሆ ይወጽእ ቀትሪ ይመጽእ ምሸት ይወጽእ ለይቲ ይመጽእ ከምኡ ዳበለ በቃ ኣነ ናብራይ እየ ዝነብር ዘለኹ ዋላስ ካልእ ነገር ከማርር ገይርኒ ኣነ ኣብቲ ግዜ እቲ ናይ ከባቢ ሸውዓተ ወርሒ ጥንሲ ሒዘ እየ ድጓዓዝ ዘለኹ ዋላ ንዓይሲ ኣይጥምተንን ከመይ ትኾን ኣላ ኣይብለንን ዘረብኡ ናይ ቆልዑት ኩሉ ነገር በቃ ተለዊጥኒ ምኽንያቱ ንእስነት ከይጸገበ እዩ መጺኡ ብናተይ ኣንጻር ከኣ መርዓ ካብ ገበርኩን ጥንስቲ ካብ ኮንኩን በቃ ንፍዕቲ ሰበይቲ ክኾን ኣለኒ ንሰብኣየይ ዝመውት ንሰብኣየይ ዝመክር ኢለ የእምሮይ ኣዳልየዮ ኣትየ፣ ማለት ንትምህርትን ንሓዳርን ኣዳልየዮ እየ ነይረ። ንሱ ግን ኣይግድን፣ ብሰለስተ ዓመት እዩ ዝዓብየኒ። ኣነ ልዕሊኡ ንእስነት ከስተማቕር ዝደሊ ጓልንስተይቲ እየ። ህይወትና ካብ ኣብ ገዛና፣ ኣነ ንገዛይ እንዳ ስድራይ እንዳኸድኩ ንሱ ከኣ እንዳ ስድርኡ እንዳኸደ፣ በቃ ከምዚ እንዳበልና እተን ዝተቐመጥናለን ኣዋርሓት ከማን ኣይኮናን እየን። መዓልቲ ናይ ሕርሰይ ስለ ዝኣኸለ፣ ንሕክምና ከድና። ኣብ ሕክምና ከኣ ብሰላም ተገላጊለ ንገዛይ ተመለስኩ። ካብቲ ሽዑ ሰዓት ንንዮው ክሳዕ ክልተ ወርሒ ሰለስተ ወርሒ ኣብ እንዳ ወለደይ ዝቕመጥ ነይረ። ምስ እዛ ኣቦ ውላደይ ከኣ ድሕሪ ኣርባዕተ ወርሒ ተፈላለና። ኣነ ክፍለዮ ከይበልኩ ንሱ ገዲፍኒ'ዩ ዝኸደ። ስድርኡ ግና ጥዑማት ሰባት'ዮም። ኩሉ ነገር በብሓደ ኣብታ ትግብኣኒ ግዜ እንዳእተዉ ገንዘብ እንተኾይኑ ገንዘብ፣ ንብረት እንተኾይኑ ከኣ ንብረት ኩሉ ሳዕ እዮም ዝዝክሩኒ። እንተ ንሱ ግን ፈትዩ ዘደቀሰንን ፈትዩ ዘጥነሰንን ሰብ ስለምንታይ ኣብዚ ሕጂ ሰዓት ክሒድኒ ከይዱ ኢለ ክሓስብ ዋላ እንተጀመርኩ በቃ ናይ ንእስነት ነገር ኣይወጽኣሉን። ብኸምኡ ከኣ ኣብቲ ገዛ ንዓይ ናበይ ኢኻ ትወጽእ ናበይ ኢኻ ትኣቱ ዘለኻ ክብሎ ከለኹ ኣብተን ውስናት ግዜ፣ እዋእ እንታይ እተወኪ ሕጂኸ ክትቆጻጸርኒ ትደልዪ ኣለኺ ኣነኮ ተቆጻጻሪት ኣይኮንኩን ተመርዕየ። ኣነ ሰብ እየ ተመሪዐ ስለዚ ከም ሰብ እይ ክኣ ክዛናጋዕ ኣለኒ ብቀደሙ መን ዶ መሪጽዎ እዩ እቲ መርዓ ደይ ስድራኩም ዝመረጽዎ ኢሉ እንዳ ባጨወለይ ሓንሳብ ሓንሳብ ክኣ ጎኒጽኒ ድሕሪ ምሕላፍ ክወድቅን እየ ጀሚረ ካብ ከምኡ ክኣ ኣነ ንገዛይ ዘይ ከይድ ንሱ ናብ ደይቱ እንዳ ከደ ብምባል ኣነ ናብ ወለደይ ጉዳይ ጥዕናይን ጉዳይ እዚ ኣብ ከብደይ ዘሎ ህጻን ክገብዝ ጀመርኩ። ምስኡ ተፈላሊና ኣነ ኣብ ገዛይ ኮይነ ውራይ ትምህርተይን ውላደይን ክገብር ጀመርኩ። ኣቦይ ኣብቲ ዝዓበናሉ ቤተክርስቲያን ዋላ እኳ ምሁር ናይ ስነ-ሃይማኖት እንተኾነ ኣነ በቲ ናቱ ምህሮ ይኣምን ኣይነበርኩን። መጽሓፍ ቅዱስ ንዓይ ልክዕ ከም ድምጹ እያ ነይራ። ደሓር ግን ቤተክርስቲያን ክኸይድን ክጽልን ጀመርኩ። ቀዳማይ በቲ ዝገበርኩዎ በደል ክናሳሕ ካልኣይ ከኣ ንዓይ ዝኾነኒ ሰብ ሃበኒ እንዳበልኩ ጸለኹ። ሓንቲ ጓል ኣንስተይቲ ኣብ መርዓ እሞ ኸኣ ሕጽኖት ከምቲ ዝግባእ ከይወደኣት ህይወት በይና ክትጅምር ኣይትኽእልን እያ። ኣዝዩ ከቢድ እዩ። ስለዚ ኸኣ እየ ሕጂ ኣብ ካልእ ሓጢኣት ከይወድቕ ኣቦ ንስኻ ምረጸለይ እንዳበልኩ ናብ ኣምላኸይ ምንዛዘይ ዝጀመርኩ። ኣነ ኣብ ትምህርተይን፣ ኣብ ስርሐይን ብጣዕሚ እየ ንፍዕቲ ኣብ ምምስራት ዝምድና ግና ብጣዕሚ ሕማቅ እየ ነይረ። ተጠማይት ጓል ስለ ዝነበርኩ በቃ ሽዑን ሽዔ ሓደ ሰብ ዝተላለኹ እቲ ሰብ እቲ ከኣ ባዕሉ መጺኡ ተላልዩኒ ደኣ እምበር ኣነስ ካብ ኣወዳት በቃ ተስፋ ቀቢጸ እየ ነይረ ምክንያቱ ኩሎም ኣወዳት ንእስነት ከይጸገቡ ናባይ ክመጹ ስለ ዘይደለኹ እዚ ወዲ እዚ ከኣ መጺኡ ተላለየኒ ኩሉ ሳዕ ክትመላለሲ ርእየኪ ብእግርኺ ከኣ ትኸዲ ኩሉ ሳዕ ኢሉ መኪንኡ ሒዙ የዛውረንን ናብ ገዛይ ከኣ ይመልሰኒ ዝነበረ በዝን ወዲ ከምዝን ከኣ ንዓይ ይኾነኒ ብምባል ካብቲ ሓደስ ዝሓይሽ ካብ ብእግረይሲ ብመኪና ከማን ኮለል ኣብለንሎ ብምባል ኣነ ንርእሰይ ክጥብረያ ጀሚረ ግን ኩሉ ዝምድና ግዜ ምውሳድ የድልዮ እዩ እዚ ሓድሽ ተላልዮ ዘለኹ ኣፍቃሪይ ከኣ ውላድ ከም ዘለኒ ነጊርየ ንሱ ከኣ እሞ እንታይ ጸገም ኣለዎ ኣነ ንዓኺ ኣዝየ ደፍቅረኪ ፍቅሪ ከኣ ዋጋ ተኽፍልያ ስለዚ ኣሽንኳይ ዶ ምስ ውላድኪ ምስ ስድራቤትኪ ኩሉ ክቅበለኪ እኽእል እየ ኣነ ኣነ ንዓኺ እየ ዝደሊ ኢሉ መለሰለይ እዚ ኣፍቃርየይ ካብቲ ቅድም ዝነበረ ኣፍቃርየይ ፍልይ ዘብሎ ኣብ ንራኸበሉ እዋን ብዘይ ጊፍት መጽዩ ይፈልጥንዩ እንተ ክዳን እንተ ሰዓት እንተ ካቴና ድገብረለይ ድጠፍኦ። ከምዚ ኢልና ንሸድሸ ወርሒ ድሕሪ ምኻድና ከኣ ንፍቕረ ሓቲቱ ሽዑ ንሽዑ በቃ ክምርዓው ክደሊ ኣለኹ ኢሉ ቅልጡፍ ዘረባ ተዛረበኒ ኣነ ከኣ ኩሉ ስለ ዝተደራረበኒ እዋ እንታይ ደኣ ቅድም መፍቅሬኪ እኮ ዝብሃል ሽዑ ከኣ ክምርዓወኪ እንታይ ደኣ ክልቲኡ ደሪብክያ ደኣ ኢለ ከስሕቖ ጀመርኩ ንሱ ግና ትላገጽለኺ ምሽ? ኣነ ብጣዕሚ እየ ሓዳር ክገብር ዝደሊ ኢሉ ተሃዊኹ ተዛረበኒ። ኣነ ከኣ ሓንሳእ እባ ንጽናሕ ዋላ ክልተ ዓመት ዋላ ሓደ ዓመትሲ ንጽናሕ ጌና ኣብ ሽዱሽተ ወርሕና እና ክንምርዖ ቁርብተይሲ ግዜ የድልየና እዩ ዋላ እውን ክንፋለጥ ብዙሕ ግዜ ክወስደና ኣለዎ ምኽንያቱ ሓዳር እንተ ኣቲናዮ ዘለኣለማዊ ሓዳር ምዃነይ ዝፈልጥ ኣነ ከምኡ እየ ከኣ ዝኣምን ኢለ መለስኩሉ። በቲ መልሰይ ንእሽተይ ጽውግ ድሕሪ ምባል፣ ኣነ ከማን ኮይነ ሓይተኪ፣ ንስኺ ደኣ ሓዳር ዘይትደልዪ? ኢሉ ገዲፍኒ ድሕሪት ምሰ ጠውየ፣ ብኢዱ ድሕሪ ምሓዝ፣ ኣነ እኮ ከምኣቲ ኣይኮንኩን፣ ግን እዚ ዝምድናናስ ግዜ ክወስድ ኣለዎ፣ ልክዕ ከምቲ ጸብሒ ግዜ ከይወሰደ ዘይምቅር፣ ከምኡ ከኣስ ንሕናኻ ግድነት ግዜ ክንወስድ ስለ ዘለና'ዩ ደኣምበር፣ መወዳእትኡ ድኣ እንታይ ኮይንና እሞ ከምዘይንገብርከ ምስ ተሰማማዕና ምስ ተፈላለጥና ግድነት እዩ ኢለ መለስኩሉ ንሱ ግን በቃ ድሓን እየ ድሕሪ ሓደ ወርሒ ሓሲብ ክትምልስለይ ክሳብ ሽዑ ግን ክረኽበኪ ይደልኒ ኢሉ ገዲፍኒ ከደ። ብድሕሪኡ የዕሩኽቱ ኣብ መንገዲ ክረኽቡኒ ከለው ዋእ ኣንቲ እንታይ ድኣ ኮንኪ ድኣ ከ ደንጊኺ ድኣ መልሲ ንሱ ከማን ምስ ወድኺ ክእክበኪ እንዳበለኪ እንታይ ኮንኪ ድኣ ዝሒልኪ ዋእ ንዓኺ ከማን ከምኡ ኢልኪ እንዳበሉ ገሊኦም ላግ ጽምስ ኢሎም ቁምነገር ክስንድውለይን ገለ ገሊኦም ከኣ ከቃልሉኒ ጀመሩ። ኣነ ኣብ ገዛእ ርእሰይ ኣዝየ ድተኣማመን ስለታ ምስ ውላድኪ ኢዩኮ ዝጥንፈኪ ዘሎ ዝብል ቃል ኣነ ብኣይ ኮንኩ ተጸቂጠ ንሓዳር ምስኡ ክገብር ዝወሰንኩ። ኣሽንኳይዶ ሓደ ውላድ ዋላ ሽዱሽተ ውላድ ዘይህልዉኒ ንዓይ ዘኾን ሰብኣይ ኣይስእን'የ እዛ ዘረባ ንዓይ። ካብ መንገደይ ጥጦ ኣይተብለኒ እያ ምኽንያቱ ክፋል ናይ ህይወተይ ክፋል ናይቲ መንገደይ ስለ ዝኾነት። ዝገበርክዎ በደልን ዝገበርክዎ ሓጢኣትን ንዓይ ክገልጸኒ ኣይክእልን እዩ ዋና ክገልጸኒ ዝኽእል ግን ናይታ ሒዘያ ዘለኹ መንገዲ ኣብ መወዳእታ ምስ በጻሕኩ እዩ ናተይ ውጽኢት ዝንገረኒ እምበር ብቤላቤለው ንህይወተይን ንዘመነይን ብኡ ክፈርዶም ኣይደልን እየ ድሕሪ ወርሒ ምዝፍቃርየይ ይድውለለይ እሞ ናብ ሓደ እንዳ ሻሂ ይጽውዓኒ ኣብኡ ምስ መጻኹ ከኣ ንኹሉ እቲ ናይ እንዳ ሻሂ ብፓላንቺናን ብኻል ነገራትን ተሸላሊሙ እየ ረኺበዮ ንሱ ከኣ ልክዕ ኣብ ብርከይ ብርክኽ ኢሉ እሞ ሰበይቲ ክትኮኒ ፍቓድኛ ዲኺ ኢሉ ነቲ ኣብ ኢዱ ሒዝዎ ዝነበረ ካቲም ኣብ ኢደይ የእተወለይ ኣነ ከኣ እቲ ኩሉ ሰብ ኣብ ዙርያይ ዘሎ ጸቕጢ ስለ ዝገበረለይ ቅርብቲ ኮንጉ እንክብሎ ሕልናይ ኣይፈቕደለይን እዩ ግን ስለቶም ሰባት ክብል ነቲ ናቱ ሕቶ ተቐበልክዎ እምበር ክንደይ ሳዕ ድልውቲ ከም ዘይኮንኩ ነጊረዮ ነይረ እየ እዚ ሕጸ ተገይሩ ብድሕሪኡ መርዓ ንኽግበር ነደይ ነቦይን ነገርክዎም እዚ ንፉዕ ሰብኣይ ዝመስል ኢለ ከኣ ነቦይ ኣዘንተኹሉ ኩሉ ታሪኽ ሂወቱን ኣብ ሱዳን ከም ዘይነብርን ኣብ ደገ ከም ዝነብር ንዓይ ክኣ ናብ ደገ ከም ዝስሕበኒ ኩሉ ፕሮሰስ ከም ዝገብረለይ ነገርክዎ ኣቦይ በዚ ተሓጒሱ በቃ በዛ ጓለይ መባልዕትኺ ይግበሮ ኢሉ ኩሉ ነገራት ከምቲ ናይ ቅድም ከይከውን ሚዒዱ ኣጆኺ ክኣ በርትዒ ኣነ ብ ጎንኺ ኣለኹ ሰብኣይኪ ክኣ ኣቦኺ ማለት እዩ ስለዚ ተረዲኤኪ እዛ ጓለይ ኢሉ መኺሩን መሪቑን ሰደደኒ ድሕሪ ቁሩብ መዓልታት መርዓና ኣብ ሆቴል ተገብረ ኣቦይ ምስ ኩሎም ኣሕዋተይ ኣዝዩ ተሓጒሱ ሕጂ በል በቃ መከራኺ ተወዲኡ ዛጓለይ እልል በሊ እንዳ በለ ካብቲ መርዓ እንዳ ሳዕስዐ እዩ ኣፋኒኒ ሓዳር ጌርና ሓደ ቆልዓ ምስ ወለድና ከኣ ኣብ ሰብኣየይ ዘይነበረ ነገር ክዕዘብ ጀመርኩ ነዚ ከኣ እየ ሌላና ክድልድል ኣለዎ ዝበልክዎ ምኽንያቱ ከይተፋለጥካ ትኣትዎ መርዓ ጨው ዘይብሉ ናብራ ስለ ዝኾነ ንሱ ንደገ ይኸይድ እሞ ፕሮሰስ ክገብረለይ ምዃኑ ነጊርኒ ይኸይድ። ካብኡ ከኣ ፕሮሰስ ገይሩ ልክዕ ኣብ ዓመት ከም ዝሰልጥ የተስፍወኒ ስለ ዝነበረ ኣብ ዓመትን ሽዱሽተ ወርሕን ናብቲ ፕሮሰስ ዝገበረለይ ዓዲ ኤውሮጳ ናብኡ ይብገስ። ኣብኡ ከኣ ሀይ ኢልና ሓዳርና ጀመርና። ሓዳርና ነዊሕ ኣይጸንሐን። ናይ ዓዲ ኤውሮጳ ኣተሓሕዛ፣ ሕጊ፣ ጓል ኣንስተይቲ ከመይ ከም ዝኾነት ኣነ ኣይፈልጦይ ነይረ ሽዑ ሰዓት። ኣብዛይድ ሰዓት ኮይነ ክሪኦ ከለኩ ግን ኣነ መታን ልዕሊኡ ከይኮኖ ድገብሮ ዝነበረ ግብርታት ሕጂ እዩ ዝርደኣን ዘሎ ምክንያቱ ናብ ከምዚ ትወጽን ኢኪ ናብ ከምዚ ትኣትውን ኢኪ ትምህርቲ ኣብ ኦንላይ ክተከታተሊ ዋይፋይ ኣይትጠቀሚ ሞባይል ዳታ ኣይትወልዒ እንዳበለ ብዙሕ ሕጋጋት እዩ ዝህበኒ ነይሩ ካልኣይ ከኣ ሰብኣይኪ ኣክብሪ ሰብኣይኪ ተገዝኢ እንዳበለ ልክዕ ከም ኣምላክ ክሪኦ ኩሉ ሳዕ እዩ ዘገድደኒ ሰብኣየይ ብጣዕሚ በርቲዐኒ ብዙሕ ሕጋጋት እናውፀኣ ኣነ ንሂወተይ ካበየናይ ማዓሙቕ ንኸውፃእ እዩ ኣብዚ ኹሉ ጎዳጉዲ ዘእትወኒ ዘሎ እንዳበልኩ ኩሉ ሳዔ ድሳቐቕ ነይረ። ሰብኣየይሲ ሰብ ምዃኑ ይርስዕ ኣሎ መስለኒ ኢለ ኩሉ ሳዔ ዝሓስብ ሰብ ኮይነ ክጋገ እኮ ይኽእለ ወይ ክእረም ክኣ እዚ ልሙድ እዩ ስለዚ ስለምንታይ ኢኻ ንዓይ ሓንቲ በደል ወይ ክኣ ይቕሬታ ክብለካ ከለኹ ቀልጢፍካ ኣይትቕበለኒ ኢለ ክዛረቦ ከለኹ ብጽፊዒትን ብማህረምትን እዩ መልሲ ዝምልሰለይ ነይሩ። ካብዚ ሕልፍ ብዝበለ ከኣ ወደይ ወዲ ክልተ ዓመት ምስ ኮነ እዚ ሰብኣየይ ምሳይ ክሰማማዕ ስለ ዘይከኣለ በቃ ኣነ ኣብ ካልእ ዓለም እየ ዘለኹ ንስኺ ኣብ ካልእ ዓለም ስለ ዘለኺ ካብዚ ገዛ ብኽብረትኪ ዶ ክትወጽለይ ትኽእሊ ኢሉ ሓደ እዋን ምሸት ምድሪ ክወጽእ ከም ዘለኒ ኣዘዘኒ። ኣነ እሞ በዚ ለይቲ ደኣ እሞ ኣበይ ክወጽእ እምበርከ ዶ ምሰ ሓንጎልካ ኣለካ ኢካ ኣነ እኮ ሰበይትካ እየ ግዝእትካ ወይ ከኣ ኣነ ግዳም ናይ ሓዳር ኣይኮንኩን ከምዚ ኢልካ ውጽእ ትብለኒ ከምዚ ምስ በልክዎ ሓሪቁ ሃረመኒ ወዱ ኣብ ገዝኡ ከትርፈሉ እቲ ኣብ ሱዳን ዝወለድክዎ ወደይ ከኣ ሒዘሉ ንክወጽእ ቀልጢፉ ኣዘዘኒ እዚ ወድኪ ከኣ ሒዝኪለይ ትወጺ ኣቡኡ ዘይፍሉጥ ኣዲኡ ከኣ ዘይጥዕይቲ ኮይና ዝወለደትሉ ኣነ ኣብዚ ኮፍ ኣቢለ ከዕብዮ ኣይክእልን'የ፣ ሕጂ ቀልጢፍኪ ውጽለይ፣ ኢሉ ቀልጢፉ ደፋፊኡ ኣውጽኣኒ። ቀልጢፈ ካበት ለይቲ እቲ ድኾነ ከይገብረኒ ኢለ ፈሪሐ ናብ ንእሽተይ ሆቴል ከይደ ሓደርኩ። ወደይ ዝሕቆፍ ዘይኮነስ ብእግሩ ዝኸይድ፣ ዝሰምዕን ዝዛረብን ስለ ዝነበረ ዋላ ሓንቲ ተሸገርኩን። ቀልጢፈ ስራሕ ክረክብ ከም ዘለኒ ክሳዕ ዝረክብ ከኣ እተን ኣብ ጁባይ ዘለዋ እንዳቆጠብኩ ዋላ መሕደሪ ጾምና ዋላ ንሕደር ደኣምበር ገዛ ግድነት'ዩ ክህልወና ዘለዎ ብምባል ኣብ ሆቴል ንሓድር ኔርና። ምስ ወደይ ከኣ ኣምላኽ ረዲእና ስራሕ ረኺበ ገዛ ተኻርየ ንወደይ ትምህርቲ ኣጀሚረ ጥዑም ዝኾነ ናብራ የስተማቕር ኣለኹ። ኣነ ኣብዚ ሕጂ ሰዓት ኮይነ ክሓስቦ ከለኹ እዚ ናይ መወዳእታ ኣፍቃርየይ እሞ ከኣ ሰብኣየይ ክኸውን ዝተመርዓወኒ ሰበይተይ ክትኮኒ ድልውቲ ዲኺ? ኢሉ ድኣዩ ሓይቱኒ እምበር ሰብኣይ ክኾነኪ ድልውየ ኣይበለንን። እዚ ስነ ሓሳብ ድሓር እዩ ኣብቲ ናይ ትራዎማ ትምህርቲ ምስ ጀመርኩ ዝተረድኣኒ። ስለዚ የሕዋተየ ብፍላይ ክኣ ሕጂ ንሓዳር እትውስኑ ሰባት ሓንቲ ምኽሪያ ዘላትኒ ቅድሚ ሓዳር ምግባርኩም ቅድሚ ናብ ሓዳር ምምጻእኩም ክልቴኹም ኣብ ሓደ ሓሳብ ኣለኹም ዲኹም? ዋላስ የለኹምን እዚ ነገር እዚ ክትምርምርዎ ይግበኣኩም ምኽንያቱ ጥዑይ ሓዳር ክትነብር እንድሕ ደሊኻ ኣእምሮኻን መንፈስካን ስጋኻን ምስታ ብጸይትኻ ወይ ከኣ ምስቲ ብጻይኪ ሓደ ዓይነት ክኾን ስለ ዘለዎ እንተዘይ ኮይኑ ኣብ ነናትኩም ዓለም ኢኹም ትነብሩ ዘለኹም ስለዚ ብዝተኻእለኩም መጠን ኩላትኩም ንሓዳር ክትገብሩ መደብ ተውጽኡ ዘለኹም ቅድሚ መርዓኹም ንዝምድናኹም ህነጽዎ ኢኹም። ብዙሕ ግዜ ውሰዱ በጃኹም ጽን ኢልኩም ስለ ዝሰማዕኩምኒ የቐንየለይ።